ጋይስ ሎማዓንቲ ዓለም ተንቀሳቂሳ።
ናብ ደጉዓ ኢና ክንኣትይ። ኣብ ከባቢኹም ዝኾነ ምንቅስቃስ ናይ ምድሪ እንተዳሪኹም ምንቅጥቃጥ ምድሪ ዘጋጠማ ከይመስለኩም። እዛ ሓፍትና ንእሽተይ ካብ ዘላቶ ተላዒላ ስለ ዘላ እዩ ንእሽተይ ምዕይ ስለ ዝበለት እዩ። ዳዕዋ ንፈጥር ኢና ኦኬ።
እዝን ካልእን ትሕዝቶታት ዝሓዙ ቪድዮታት ናይ ሎሚ መደባት ሓምየ ቲዩብ ቻነል እዮም። ክሳብ መወዳእታ ክትከታተሉኒ ብኽብሪ ይዕድመኩም። ሰላም ሰላም ፍትዋት ተኸታተልቲ ሓሜ ዩቲዩብ ቻነል ሕጂ እውን ከም ወትሩ ኣዛነይትን ኣዘናጋዕትን ቪድዮታት ምስ ኣፍ ዘየኽድኑ ናይ ሕቡሽ ኮመንትስ ሒዘልኩም መፅእ ኣለኹ ሰናይ ምክትታል እዛ ቪድዮ ቅድሚ ምርኣይኩም ላይክ ግበሩ ዌልካም ኢልኩም ኮመንት ፀሓፉ ሸር በልዎ ሳብስክራይብ ከም ዝገበርኩም ከኣ ኣረጋግጹ። Guys እዛ ሓፍትና ስእሊ ናተይ ብዘይ ፈቓደይ ዝወሰድኩም ብቕልጡፍ ምለስዎ እንዳበለት መፈራርሒ ቪድዮ ምስ ዘርጊሓላ ሕቡሽ ከኣ ኣብ ኮመንት ኣነ ኣይኮንኩን ኣነ ኣይኮንኩን እንዳበሉ ይዋናጀሉ ኣለዉ ኣነ ከኣ ኮመንት ልቕም ልቕም ኣቢለ ሒዘልኩም መጽየ ኣለኹ እታ ቪድዮ ምራይዋ ኮመንት ከንብበልኩም። ሰላም ሰላም ሰላም እዚ ቪድዮ እዚ ትከታተሉ ዘለኹም ሰባት ማለት እዩ እዚ ናብዚ ቪድዮ ፎቶ እናኣተኹም ትወስዱ ዘለኹም ሰባት መጀመርያ ቅድሚ ምሳድኩም ፎቶ ዓሰርተ ግዜ ላይክ ዓሰርተ ግዜ ኮምፕሊክ እዚ ክትጥቀሙ ኣለኩም ካልኣይ ነገር ኩልኹም እናእተኹም ሕማቕ ፅሑፍ ገለገለ ትፅሕፉ ዘለኹም ሰባትን ላይክ ከምፕሊክ ከይበልኩም ትወጡ ዘለኹም ሰባትን ፅቡቕ ኣይመፅእን እዩ ድሓረ ኦ ተተላዒልና ኩላና ናብ ደጓዕ ዓይና ክንኣቱ ኢለ እዩ ፅቡቕ ኣይመፅእን እዩ እና ነዞም ፎቶ ዝወስዱ ዘለዉ ዓሰርተ ግዜ ላይክ ዓሰርተ ግዜ ከምፕሊክ ከይገበሩ ኣብፅሕሎም ሸር እናበልኩም ተመሊሶም ላይክ ኮምፕሊት ሸር ክገብሩ ኣለዎም ኣንቱም ኣትኩም ትቕፁ ዘለኹም እውን ከማ ላይክ ኮምፕሊት ሸር እንተዘይኮይኑ ዳዕጓ ንፈጥር ኢና ኦኬ
ኣወዳት ዝበለትኩም ግበሩ ዳሕራይ ዳዕዋ ከይፍጠር ተኾርሚኻ ሞት እዩ ኣሳፊሒኻ ሞት። ዝመጸት ትምጻእ ኣነስ ኣይውዕላን እየ ተዋጻእኪ ደሞ። ኣንታይ ስራሕ ዶ ኣለኒ ዋላ ኮፍ ኢለ ኮፕሊን ክገብር ዘይውዕል ኣዚ። ኣነ ኮፕሊንግ ጌረ ሸር ጌረ ዝተረፈኒ እንተሎካ ንገርኒ ማለተይ ንገርኒ። ኣነ ወላ ዕስራ ግዜ ክገብር እየ ጥራይ ኣይትሕረቅ እምበር። ነዚ ቪድዮ ትከታተሉ ዘለኹም እያ በለት ኣነ ኣይተኻታተልኩኽን። ባዕልኺ ኢኺ መጺኽኒ ጌረልኪ ኣለኹ ኣነ ሕራይ ድምጺ ኣቕጢኑ እባ ሰብኣይ ሰዲድልና። ምእንቲ ርእሰይ ኮፍ ኢለ ክቕኒ ክገብር እየ ንዓይሲ ኣብ ጽቡቅ እያ ተጋጢማትለይ ጠዋሊ እንታይ ዘዳዕዎ ኣለና ወዲ ኣዳም ኩልኻ ስማዕ ግዜ ተገልቢጡ እዩ ኣነ ኩሉ ከተግብርየ ነብሰይ ከውጽየ ልዕሊ ዓሰርተ ከይፍቀድ ድዩ ብዘይ ፍላጥ ጌጋ ከይንገብር ብፍቅሪየ ዝሓተኪ ዘለኹ ከኣ ከይተቁጥዒ ብራዘር እቲ ላይክ ኮፕሊንክ እሞ ጊደፍዮ ክዳውንቲ ዝሕጸብ እንተለካ ከማን ነገርኒ እንታይ ዶ ስራሕ ኣለኒ ይቕሬታ ደኣ እምበር ዝሓወይ

ሕጂ ደኣ ወላ ሓሜ ኮመንት ምንባብ ገዲፉ ላይክ ኮፒ ሊንክ ክገብር እዩ ኣነ እሞ ቅድሚ ሰበይ ጌረ ኣለኹ። ቀዳማይ ሓሜ ኮመንታተር ኣለኪ ናብ ደጉዓ የእትውዮ ያጀምዓ እታ ደጉዓ ግን እንታይ እዩ ትርጉማ ዛሓፍተይ ብዛዕባ ላይክ ጸገም የብሉን ከይፈተኹ ክገብር እየ ግን ንእሽተይ ሓፍቲ እንተላትኪ ኣላልይኒ ከይምርዓዋ ንዕንዶ ነቲ ናተይ ሓንሳብ ድኩዕ ድኩዕ ኣብልለይ ምቅርቲ በጃኺ ዝረይለይ።

ዓሰርተ ግዜ ላይክ ዓሰርተ ግዜ ኮምፕሊት ከይገበሩ ኣታ ቦታ ቦታ ደጅ ዝሰዱ ከይደለኩምና ከይደለኩምና ተመሊሶም እሞሲ ኣበይ ኢና ክንገብር ኣብዚ ዲና ከምኡ ክንገብር ወይስ ኣብ ገዝኣ ሓቡርና እባ ነሹ መታን ከይትረግጾ ፈሪሑ እዩ እኮ ሸር ኢልዋ ዘላ ዘይፍርሕ ደኹም ከመይ ኢልና ኮመንት ንጽሓፍ ብፍርሒ ተጓዕጺጸ ይርኢ ኣለኹ ሕጂ ክሳብ ሕጂ ይሸይና ኣለኹ ገጽ ክሊክ ነሹ ፈሪሕኻ ኣይተፍርሓና ኣጆኻ ፈኸራ ፍርቂ ሓይሊ እዩ ክልተ ክትሃርም ከላ ሓንቲ ምህራም ዶ ከይንስእን ኢና እፍታሕለ ኣብ ሞባይለይ ከለኺ ዝፈራሕኩስ ብኣካል ከ መመትኩ ማለት እዩ እወ ኣነ ፓስታ ትመስል ጭዋዳ ሒዘ ላይክ ይገብር ኣለኹ ነዚኣ ሕዚ ማዳም ጨኪና ትልእኻ ማለት ያባ ንስኻ ትልእኻ ንዓይ ሓፍተይ ምዃናስ ትፈልጡ ዶ ፈለው እንድሕር ዘይልኩምኒ ከነግራ እየ ቀልጥፉ ፈለው በሉኒ ተጠቕሊለ ክንድታ ሓንቲ ኢዳ ይመፅእን እየ ኣነ ሓፍትኹም ሞስተኪን ይሰጓኺ ነሹ ከምኡ እንተ ኮይኑ ንስኻን ኮመንታተርን ኢኹም ክትስሕንዋ ኣነ እንታይ ገይረ ወሪደ ነሽነሽ ጽቡቕ እንዴ ዝከታተለካ ነይረ ሕጂ ግን ኢደይ ክስሕብ እየ መንቀት ኢሉ ንኽብል ወለከ ትጉደ ዊውይ ኣካ ውን ተሓቡሩኒ ከይፈለጥኩ ከይወቀጥኩ ከይሓልፍ ጸፊዓ ሸውዓተ ሃገራት ከይተሳግረኒ። ኣነ ግደፍ ፎቶኺ ክወስድ በቲ ጥቃኺ ከማን ዘወር ኣይብልነ ነብሰይ ኣብ ሆስፒታል ክረኽባ ኣይደለነ።

ምስ ዝወጽእ የውጽኣና እምበር ገለ እየን ሓሲበለ ዘበንሲ ካብዛ ጓል ንላዕልስ ነሽነሽ ፈሪሑ ፍሪሕኒ ዓሰርተ ሸውዓተ ግዜ ኮምፕሊት ክብል ውዒለ ኣሕ ነሽነሽ ኣድፈርካኒ እባ ኮፍ በሊ ብርኽቲ ዘርኢ ክንነብር ንደሊ ኢና ከጀምር እንተኾንኪ ግን ብነሽነሽ ጀመር ኢኺ በቃ የሕልፍ ኣቢልኩም ሂብኩምና ሓሜ ተባዕ እንተኾንካ በጨቕ እስኪ በል ከም በርጨቕ ተዘይበርጨቓትከ ኣብ ቀጠንቲ ለሚድካ ኣታ ግደፈና በጨቕ ኣይተብልና እምባ ምስ ሕቡሸይ ትስሕቁ እንተለኹም ነዛ ቪድዮ ላይክ ግበርዋ ነዛ ቻነል ሓደስቲ ዝኾንኩም ከኣ ሳብስክራይብ ግበሩ ንኺድ መደብና ንቐጽል። በሬ ሓውና ውን ሓንቲ ቪድዮ ሰሪሕላ ኣሎ እስከ እታ ቪድዮ ርኣይዋ እሞ ናይ ሕቡሽ ኮመንት ታይ ክመስል እዩ ሓደ ብሓደ ክንሪኦ ኢና። ሰላም ሰላም ሰላም እዚ ቪድዮ እዚ ትከታተሉ ዘለኹም ሰባት ማለት እዩ እዚ ናብዚ ቪድዮ ፎቶ እናኣትኹም ትወስዱ ዘለኹም ሰባት መጀመርያ ቅድሚ ምሳድኩም ፎቶ ዓሰርተ ግዜ ላይክ ዓሰርተ ግዜ ሆም ክሊክ እዚ ክትጥቀሙ ኣለኩም ካልኣይ ነገር ኩልኹም እናእተኹም ሕማቕ ፅሑፍ ገለ ገለ ትፅሕፉ ዘለኹም ሰባትን ላይክ ከም ክሊክ ከይበልኩም ትወፁ ዘለኹም ሰባትን ፅቡቕ ኣይመፅእን እዩ ድሓረ ኦ ተተላዒልና ኩላህና ናብ ደጓዕ ዓይነ ክናትለ ፅባቅ ይመፀኒ እና ኣምላኽ ኣቦይ ኣብ ቅድሚ እዛ ሰብ እዚኣ ሕማቕ ከይዛረብ ባዕልኻ ሓልወኒ ሆሆ ከይፈተና ላይክ ክንገብር ኢና ንህይወትና ስለ ንሰግእ ሸር ክንብል ኢና ንመን ሒዝና ንዓኸ ሒዝና ክንዋጋ ኢና ንመን ሒዝና ንዓኸ ሒዝና እሸኒ ዛምበይ ተዋይ ታማ ጸጊምና ሆይ ሰኣን ላይክ ዶ ንውዳእ ኮይነ ምስ ዓበኹ ከማኺ እየ ክኸውን ግብዳ እንታይ እዩ ግብዳልካ ዘረባ ንዓኺ ዝተመርዓወ ፅንዓት ይሃቦ ተራእይኒ ባእ ገንበሩ ኩሉ ግዜ ምስ ሓበተ ኣነስ ንማዳመይ ሓፍተያ ኢለ ደኣ ከፈራርሓ ተኾይነ ምፅዋዕ እንተገደፈቶ እንታይ ኮይነ እየ እታ ልረሃፅኩ ባይ ዘ ወይ ኣነ ኩሉ ትደልዮ ገይረ እየ ሆይ ፀሓይ መሪራ ኣላ ፀሓይ ትርር ኢላ ቁርብ ሓቅኻ ኢኻ ትረህፅ ልጥዕናይ ክብል ፈይስቡክ ኣንገሩኒ ፈለው ክገብራ እየ ከይትመፀኒ ብሕልመይ እዋ እዚ ገደለ ትመፀኪ እምበር ሓቁ እንድዩ መንግስትና ንዓኽን እንዳረኣየ እንድዩ ጽቡቕ ዘለና ዝመስሎ ዘሎ በጃኺ ክውል በሊ ወዲ ዓሞይሲ ሓወይ ኢለዮስ ክዳውንቱ ምትኳስ ግደፍዮ ኢልኒ ባዕለይ ክትኩሶ ኢሉ

ዋይ ሞሲባ ዓባይ ካብ ርጉም ከልቢ ተጠንቀቅ ዝነበረስ ካብ ጋንጊስተር ዶና ተጠንቀቅ ተቀይረ ኣብ ሕዱድ ዘይተማረኽና ዶ ብኣኸ ክንማረኽ ኣቶም ህዝቢ ኮምፕሊ ግበሩ ኮምፕሊ ግበሩ ብስሩ ንዕቀት ድዩ ብረይ ብጃማ ጌርካ መጺኻ እንዲኻ ድላይ ገይሩ ይምጻእ ይደፈና ኣሎ ዋ ክንዲ ንቤተ ክርስቲያን ማኸደዶ ወጋሕ ከይበለ ጀዋለይ ከፊተ ገዛዕ ረኣኹ በቃ ኮይንኒ ክብህርር መዋለ ሓሊፈየን እንድየ ነይረ ሕጂ ግን ተመሊሰ እዘን ዝበልክየን ኩለን ኣማሊኤ ኣለኹ ነብስኻ ኣውጺኻያ ጋይስ ማለት እዩ እዞም ኩሎም ሓሜን ነሹን ገለ ዝበልኩም ናይ ነሽነሽ እንድዒ እምበር ኣነ ሎማዓንቲ እየ ዝሪኣ ዘለኹ እዛ ጓል ሎማዓንቲ ንፈለማ ግዜ ይሪኣ ኣለኹ ጓል ምዃና ከዓ ወደይ እንድያ እወ ጓል እያ ጓል ጓል ምዃና ከኣ ኣረጋጊጸ። እምበኣርከስ ፍቱዋት ተኸታተልቲ ሓሜት ቲዩብ ቻነል ንሎሚ ዘዳለኹዎም መደባት እዞም ዝተዓዘብኩሞም እዮም ኔሮም ዓጊብኩምን ተዘናጊዕኹምን ክትኮኑ ተስፋ ይገብር እምበኣርከስ ንሎሚ ዘስሓቐትኩምን ደስ ዝበለትኩምን ኮመንት ኣብ ኮመንት ጸሓፉ ደስ ዝበለትኩም ኮመንት ኣብ ኮመንት ጸሓፉ ሰሰናዩ